ብስምላህ ወልሓምዱሊላህ ወሰላቱ ወሰላም ዓላ ረሱሊላሂ ሰለላሁ ዓለይሂ ወሰለም ዝኸበርኩም ኣሕዋት ከምኡውን ኣሓት ኣብ ኩሉ ኩርና ዓለም ትርከቡ ሰላሙላሂ ዓለይኩም ወረሕመቱላሂ ወበረካቱ ኣብ ዝሃለኹሞ ሰላምን ራህዋን ጥዕናን ክህልወኩም እንሻላ እናተመነኹ ናይ ሎም መዓልቲ ኣርእስትና ከም ንሪኦ ዘለና እዚ ኣርእስቲ እዚ ኣብ ታዕዝያ ዝረአይ ነገራት ከም ቢድዓ መሰልቲ ካብ ሱና ወጻእቲ ሙኻልፍ ኣብዚ ዲንና ዝኾነ ብዙሕ ይረኤ ሱብሓናላህ ንእሽተይ ክትንሱ እዚኣ ተዓዝያ ግን ብዙሕ ሙኻለፋ ይረኣየላ ስለዚ እንሻኣላህ እዚ ሙኻለፋ እዚ ወይ ከኣ ካብ ሱና ዝወጸ ኣብ ቢድዓ ዘሎ ነገራት ክንርሕቅ ይግብኣና ከም ኣስላማይ ንረቢ ስብሓን ወተዓላ ከንርዲ ናይ ነቢ ዓለይሂ ሰላት ወሰላም ክንኽተል ናይ ሰሓባን ናይ ታብዒን ናይ ታብዕ ታብዒን ብምሉኦም እዚኦም ዝበለፀ ዘመናት ዝሓለፍዎ ኣላህ ስብሓን ወተዓላ ብነቢ ዓለይሂ ሰላት ወሰላም መልሓስ ዝተመስከረሎም ኣብዚ እዋን እዚ ሰባት ይሞትዎም ነይሮም ግን ከመይ ገይሮም እዮም ተዓዝያ ይገብሩ ነይሮም እንሻላህ ንዕኦም ክንኽተል ይግበኣና ስለዚ ተዓዝያ እንታይ እዩ እንታይ እዩ ከ እቲ ሱና ወይ ናይ ተዓዝያ ተዓዝያ ማለት እንታይ እዩ ብሕፅር ዝበለ ሰብ ዝሞተ ሰብ ከተፀናንዖ ያኒ ኻላስ ዓባይ ነገር ኣይኮነትን ብምንታይ ጌርና ነፀናንዖ ኣብ መስጊድ እንተ ረኺብካዮ ኣንታ ከምዚ ሰሚዐ ረቢ ይርሓም ንዓኻ ከኣ ረቢ ሰብሪ ሃብካ ንዝሞተ ከኣ ረቢ ስብሓን ወተዓላ ጀና ይኹን ሰፈሩ። ጽብቅቲ ያኒ ንእሽተይ እኹል ተወዲኡ ቴሌፉን ተደወልካሉ እኹል ብቴሌፉን ከኣ ከምዚ ሰሚዕና ኣላ ይርሓም ንዓኻ ረቢ ኢማን ሰብርን ሃብ ታዕዝያ እቲ መቅሱድ ኮይኑ ኣብ ገዛ ምእካብ ንታዓዝያ ከምዚ ብሕብረተስና ዘሎ ሃዳ እክተለፉ ፊሀ ልዑለማእ። ኣብ ክልተ ዓበይቲ ሜጀር ስኮላርስ እንታይ ዝተገበረ እዩ እዚ ንገብሮ ዘለና ኣብ ክልተ ዝተመቐለ እዩ ሓደ ኣይፍቀድን እዩ ዝብሉ ኣለው ይዓኒ ኣይፍቀድን እዩ ኣብ ገዛ ንተዓዝያ ኢልካ ኮፍ ክትብል ኣይፍቀድን እዩ ዝብሉ ኣለው እዚ ከዓኒ ኣተረ ሰሓባ ሪድዋን ላይ ተዓላ ዓለይህም ጁረይር ብን ዓብዱላህ ቃል ኩና ነዑዱ ኣልእጅትማዕ ኢላ

ካብቲ ዘይተፈቐደ ነገር ከምኡ ኢና ንቖጽሮ ኔርና። ዘይተፈቐደ ማለት እዚ ዓው ኢልካ ምብካይ፣ ገዲፍካ ንዶ፣ ያ ወይለታ፣ ገለ መለ፣ ገጽካ ምህራም፣ ኣፍልብኻ ምህራም፣ ጨጉሪ ምልጻይ፣ ጨጉርኻ ምንጻይ፣ እዚ ኩሉ ሚነ ኒያሓ፣ ለዓነ ኣላሁ ነቢ ዓለይሂ ሰላቱ ወሰላም ካብ ረቢ ራሕማ የርሕቃ ዝበልዋ እቲ ኒያሓ ትገብር መብዛሕትኡ ኣብ ጓል ኣንስተይቲ እዩ። እዚ ካብኡ ንሪኦ ኔርና ኢሎም። እቲ ኣብ እንዳ ዝሞተ ሰብ ኮፍ ምባልሲ ካብኡ ኢና ንሪኦ ኔርና ኢሎም። ሐራይ እዚ ሓደ መንገዲ ወይ ናይ ስኮላርስ ወይ ከኣ እቲኦም ዑለማእ ዝኸድዎ መንገዲ ኣሎ። ካልኣይ ከኣ ደሓን እዩ እንሻ ኣላህ ኦርጋናይዝ ንምግባር እቶም ሰባት ኣብ ሓደ ኮፍ ኢሎም ኬድካ ኣብኡ ክትበጽሖም ማፍያ ሸይ ሽግር የብላን ዝብሉ ኣለዉ እዚ ከኣ ሚን ድምንሆም ሸኽ ዓብዱልዓዝ ቢንባዝ ራሕማሁላህ ፈትዋ ዝህብዎ ዝነበሩ ኢዛ ኻለ ሚነል ሙንከራት እዚኣ ክንርዳኣ ኣለና። ካብ ሙንከራት ነጻ እንተድኣ ኮይኑ እንሻኣላህ ሽግር የብሉን ኣብ ሓደ ቦታ ኣብ ሰንተር ይኹን ኣብ መስጊድ ይኹን ኣብ ገዛ ይኹን ኬድካ እንታይ ክትገብር ነቲ ዝሞቶ ሰብ ተዓዝያ ክትገብረሉ ተዓዝያ ክትገብረሉ ማለት ከይድካ ኮፍ ኢልካ ኣብኡ ናይ ፖለቲካ በይላወበይለው ክትዛረብ ክትሓሚ ከምዚዶ ድሓር እቲኦም ዝሞቶም ሰባት ከኣኒ ንዓኻ እንታይ ክገብሩልካ ምግቢ ክቅርቡልካ ከብልዑኻ ከስትዩኻ እዚ ኩሉ እዚ ሓደ ካብቲ ሙንከራት እዩ ሰባት ንሪኦም ያኒ ቀብሪ እንተሎ ዝሕጎሱ ኔሮም ሱብሓነላህ ያኒ ግዜ መሕለፊ ክኾኖም ይኸዱ ኣብኡ ኮፍ ይብሉ እቲኦም ኣህለልበይት መሳኪን እንታይ ይገብሩ ንዕኦም ምግቢ ክሰርሑ ንዕኦም ሻሂ ክብላ ንዕኦም ገለ ክብላ ቡን ክብላ

ዕምሪ ሃበን ዓፊያ ሃበን እተን ዝሞታ ረቢ ይርሓመለን ካብቲ ንዝክሮ ቀብሪ ክርከብ እንከሎ ወኻሰተን እቲ ዝዓበናሉ ይሰርሓ ነይረን ጸብሒ እታ ጸብሒ ከማን ኣነ ኣይዶኖ ዝክር ስፔሻል ጸብሒ ብዱባ ተሰራሐት እያ ሞስት ኦፍ ዘ ታይም ኣብቲ ከባቢና ማለት እዩ እዚ ሚነሱና ወላሂ እቲ ጣዓም ምስራሕ ምግቢ ብዝከኣሎ ሰብ ሒዙ ክኸይድ ኣብቲ እንዳ ዝሞተ ሰብ ምግቢ ሒዝካ ክትኸይድ ሽኮር ሒዝካ ክትኸይድ ዝስተይ ሒዝካ ክትኸይድ ሃዛ ፍዕል ጠይብ ጽቡቅ ስራሕ ኢዚ ክተባባዕ ዝግብኦ ክንቅጽሎ ዝግብኣና ነቢ ዓለይሂ ሰላት ወሰላም ዝበልዎ ኢዩ እቲ ዝጽላእ ግን ኣብኡ ኮፍ ኢልካ እዚ ሕጂ እዚ ምግቢ እዚ ንምንታይ ኢዩ ኢሎም ነቢ ዓለይሂ ሰላት ወሰላም ሞምኪን ሃገረሰብ ይመጹ ክበጽሑ ይመጹ ማእዋ ዘይብሎም ያኒ ደቂ ከተማ ዘይኮኑ ንዕኦም ኢሎም ዝመጹ በቲ ንስኻ ዝሰደድካሎም ምግቢ ብኡም ጌሮም እትዮም ደቂ እትዮም ደቂ እትዮም ደቂ ገዛ ከኣኒ ንዕኦም የሰናግዶም ማለት እዩ ሓጊዝካዮም ኣለኻ ማለት እዩ ወላ ንሳቶም ከኣኒ ደቀን ይህልወን እሳተን ኣብ ሓዘን እየን ዘለዋ በቲ ንስኣቴት ኣዴታት ዘምጽኦ ምግቢ ብኡ ጌረን ከኣኒ እቲ ጋሻ ይቕበላ ንዓኣተን ከኣ እንታይ እቲ ዘሎ ሙሲባ ወሪድዎም ዘሎ ብኡ ከኣ ጌረን ከኣ እንታይ ይገብራ የቃልላ የካናውና የካይዳ ኣብዚ ዝረኤ ዘሎ ግን ዓክስ እዩ ኬድካ ኣብኡ እቲኦም ደቂ ገዛ ሞይትዎም ዘሎ ሰብ ክሓርዱ ይረኣዩ ምግቢ ክቅርቡ ይረኣዩ ክክለፉ ይረኣዩ هذا ኩሉ ላየጁዝ ያጀማዓ ኣብኡ ከይድና ንዕኦም ጸዓሪ ኣይንኹኖም ዝሞተ ሰብ ረቢ ዓዘመ ኣላ ኣጅረክ ወቀፈረ ሊመይተክ ኢልካ ዱዓ ጌርካ እንታይ ክትገብር ክትወጽእ እዩ ዘለካ ካልእ ሙንከራት ዝረአ እዩ ኣብ ተዓዝያ ሓደ መዓልቲ ክልተ መዓልቲ ሰለስተ መዓልቲ ኢትስ ፋይን ሓደ መዓልቲ እንታይ እዩ እቲ ዕረፍቲ ስራሕ ዘሎ ኣብቲ ሓደ መዓልቲ መጺኡ ተዓዝያ ክገብር ረብርሓመ ንዓኻ ረቢ ኢማን ሰብርን ሃብካ ክብል እቲ ካልኣይ መዓልቲ ጌሮሞ ዘለዉ ከኣ እቲ ካልእ ሰብ ዕድል ዘይረከበ ኣብቲ ቀዳማይ መዓልቲ ካልኣይ መዓልቲ ዕድር ክረክብ ማለት እዩ እቲ ሳልሳይ መዓልቲ ከኣ ከምኡ እቲ ቀዳማይን ካልኣይን መዓልቲ ዕድል ዘይረከበ መጺኡ ክዕዝዮም እዩ ግን ሳልሳይ መዓልቲ ሓዲድና እዚ መዓልቲ'ዚ ሰደቓ እዩ፣ ነዚ ሞተዘ ሰብ ሰደቓ ክንገብረሉ፣ ክንሓርደሉ፣ ሀዘ ለይሰ ሚነ ሱና ያ ጀማዓ። ደሓር ከኣ እቲ ዝገርም ከኣ ተሓሪዱ ከኣ እቲ ዘብ ኣብኡ ዘሎ እዩ ዝበልዖ እቲ ስለ እቲ መስኪን ዘይኮነ እቲ መስኪን ዘይኮነ እቲ ኣብኡ ዘሎ ንዕኡ እዮም ከኣ ዝሓርድሉ መን እዩ ዝሓርድ እቲ በዓል ገዛ ወይ እቲ ካልእ ዝሕረዶ ማለት እዩ ስለዚ እቲ ሰደቃ ግዜ ታሕዲድ ምግባር ሰደቃ ኣይኮንኩን ሰደቃ ላእ በል ነቢ ዓለይሂ ሰላቱ ወሰላም እቲ ሰሓቢ መጺኦም እንታይ እዮም ኢሎም ያ ረሱለላህ ኣደይሲ ሞይታትኒ እንተትዛረብ ኔራሲ ገለ እንተ ትብል ኔራሲ ምበለት ኔራ ተሰደቀለይ ኣፍኣ ተሰድቁ ኣንሃ ሰደቃ ዶ ከውጻላ ኢሎም ምስ ሓተትዎም ነቢ ዓለይሂ ሰላቱ ሰላም እንታይ እዮም ኢሎሞ እወ ተሰደቀላ ሳልሰይቲ መዓልቲ ዝሞተ ሰብ ግን ሰደቃ ኢልና ሳልሳይ መዓልቲ ተሕዲድ ክንገብር ሃዳ ለይሰ ሚነ ሱና ሱና ኣይኮነን እዚ ኣብ ድሕሪ ምስ ሞተ ክዳን ዲኻ ገዚእካ ንድኻታት ክትህብ? ዝስተይ ዲኻ ገዚእካ ንመሳጊድ ክትዕድል ወይ ንኻልእ ክትህብ? ወይም ሓሪድካ ዲኻ እቲ ስጋ ብጥሪኡ ንዓ ንመሳኪን ክትህብ? ወይ ሓሪድካ ዲኻ ኣብቲ መሳኪን ዘሎ ኦርጋናይዜሽን ዝኾነ ክትህብ? ወይ እቲኦም መሳኪን ዘለዉ ኣብ መስጊድ ዘለዉ ድዮም ጸዊዕካ ከተብልዖም? ሃዛ ኩሉ ጠይብ ሽግር የብሉን እንሻኣላህ። ግን እዚኣ ሳልሰይቲ መዓልቲ ተኣኪብካ ምስ ሞተ ሳልሳይ መዓልቲ ኢልካ ሕርዶት ሓሪድካ እዚ ሰደቃ እዩ ምባል ሃደ ለይሰ ለሁ ኣል-ኣስል ኣስል የብሉን እሞ እንታይ ደኣ እሞኒ ሰብ እሞ እንታይ ከ ይብለኒ ከምኡ እንዲና ሓሊፍናዮ ኣቦታትና ከምኡ እንድዮም ሓሊፎሞ ከምዚ እንድዮም ገይሮም ከምዚ እንድዮም ገይሮም ኣንታ ሓወይ ኣንታ ሓፍተይ ሱና ኣይኮነን እንተ ተባሂልና ኸላስ ንሕና ንምንታይ ኢና እቲ ዝሞተና ሰብ ኣጅሪ ክረክብ እንዲና ንደሊ እቲ ኣጅሪ ኸኣ ብምንታይ እዩ ዝረኽቦ በቲ ነቢ ዓለይሂ ሰላቱ ወሰላም መንገዲ መን ዓሚላ ዓመለን ለይሰ ፊሁ ኣምሩና ፈሁወ ረድ ነቢ ዓለይሂ ሰላቱ ወሰላም መንገዲ ዘይብሉ፣ ትእዛዝ ናይ ረሱዕ ዓል ሰለም ዘይብሉ ዝገበረ ሰብ ዒባዳ መርዱድ እዩ ተቐባልነት የብሉን። ንምንታይ እዚ ኩሉ ጽዒርና መርዱድ ይኾነልና? ስለዚ እቲ ዝሞተና ሰብ ሰደቓ እንድሕር ደሊናሉ ሰለስተ መዓልቲ ዝበሃል ነገር የለን ሊኣኑ ነቢ ዓለይሂ ሰላቱ ወሰላም እቲ ሰለስተ መዓልቲ፣ እቲ ኣርባዕተ መዓልቲ፣ እቲ ሸውዓተ መዓልቲ መዓልቲ ታሕዲድ ምግባር ሃዛ

ኣብኡ ኮፍ ምባል ኣይፍቀድን እዩ ዝብሉ ኣለዉ። ላእ ንሕና ደሓን በቲኣ ካልኣይቲ ፈትዋ ንኺድ ንበል። በቲኣ ዝቐለለት ኣብ ሕብረተሰብና ከኣ ዝውቱር ዝኾነ ንኺድ ንበል። ግን እንታይ ካብዚ ኩሉ እዚ ሙንከራት ክወጽእ ኣለዎ። ካልእ ሙንከራት ዝረእይ እቱ ምስ በልካ ዱዓ ግበር። ያ ጀማዓ ዱዓ ዝግበር እቲ ወለድ ሳልሕ የድዑ ለሁ እቲ ሞይትዎ ዘሎ ክሰግድ ኮሎ ድዩ ዱዓ ክገብረሉ። ቅያሙ ለይል ድዩ ክገብር እንከሎ ዱዓ ዝገብረሉ እዚ ንዑኡ መልከት እንተ ደኣ ሓደ ሸኽና ሪእዎ ሳልሕ ሰብኣይ ሪእዎ ዱዓ ግበረለይ ክብሎ ባዕደል ዑለማ ኣጃዙ እንሻኣላህ ሽግር የብሉን ኣብቲ ታዕዝያ ግን ዘዝመጸ ሰብ ኢድካ ሓፍ ኣቢልካ ዱዓ ግበር እቲ ሓደ ክመጽእ ዱዓ ግበር እቲ ሓደ መጽእ ዱዓ ግበር ሃዛ ለይሰ ለሁ ኣስል ያ ጀማዓ ካብዚ ነገር እዚ ክንርሕቕ ይግበኣና ታዕዝያ ኢኻ ከይድካ ዘለኻ ነቲ ሰብ ከተጸናንዕ ወ ኣልቐሪብ ንስኻ ዱዓ ጌርካሉ እኳ ኢኻ እንታይ ኢልካዮ ክትኣቱ እንከለኻ እስከ ዘክርዋ እስከ ክትኣቱ እንከለኻ እኮ ረቢ ርሓም ንዓኻን ረቢ ኢማን ሰብሪ ንሃብካ ረቢ እንሻኣላህ ናይ ኣህሊ ጀና ይግበሮ እቲ ዝሞተ ጌርካ ኢኻ ዱዓ ማሻኣላህ ያኒ ኣጸናኒዕካዮ ኢኻ ኣማ ኮፍ ኢልካ መሊስካ ኩልኻ ኢድካ ሓፍ ተብል ንሱ ዱዓ ይገብረልካ ሃይ እዛ ካብቲ ክግደፍ ዘለዎ ክስተኻኸል ዘለዎ ኣብቲ ሕብረተሰብና እዩ ብምቕጻል ኣብዚ ነገር እዚ ሙንከራት ዝረኤይ ያሲን ተቐሪኡ ነቲ ዝሞተ ሰብ ብጀማዓ ቂራኣ ጀማዕያ ተቐሪኡ ከኣኒ እንታይ

ወቂራኣት ኣልቁርኣን ከኣ እቲ ቂራኣት ኣልቁርኣን ንስኻ ባዕልኻ እትቀርኦ ብንያ ነቲ ዝሞተ ሰብ ክትገብር እንከለኻ ክትቀርኦ እንከለኻ ሃዛ ፊሁ እኽትላፍ በይነ ኣህሊ ልዕልም ወላኪን እንሻኣላህ ይበጽሕ እንሻኣላህ ቅያሰን ኣብቲ ናይ ካልእ ኣዕማል ሳልሕ ኢሎም ዝረኣይዎ ዑለማእ ስለ ዘለው ሽግር የለን ግን ተኣኪብካ ኣይኮነን ከምቲ ንሕና ንገብሮ ኣይኮነን እዚ ኩሉ እዚ ሚነል ቢዳዕ ተኣኪብካ ቁርኣን ቀሪእካ ነቲ መይት ዝበጽሖ ነገር የለን ሊኣኑ ኺላፈ ሱና እዩ ነቢ ዓለይሂ ሰላቱ ወሰላም ሰባት ኣብ ጊዘኦም ይሞትዎም ኔሮም ተኣኪቦም ያሲን ኣይቀርኡሉን ተኣኪቦም ቁርኣን ኣይቀርኡን ተኣኪቦም ቁርኣን ቀሪኦም እንታይ ኣይገበሩን እንታይ ኣይገበሩን ሃድያ ኢሎም ነቲ መይት እንታይ ኣይገበሩሎምን ኣይ ንያ ኣይገበሩሎምን ስለዚ ኹላሰተ ኣልኣምር ሳምራይዝ ክንገብር እንተ ደሊና እዚ እቲ ታዕዝያ ቀሊል እዩ ኣብ ልብና ብዙሕ ነገር እንታይ ሽሙ ይንግበር ብዝከኣሎ ሰብ ዝከኣሎ ቴሌፎን ደው ኢሉ ተዓዝያ እንተገይሩልና እኹል እዩ ኣብ መስጊድ ረኺቡ ተዓዝያ እንተገይሩልና እኹል እዩ ኣብ ገዛና መፅኡ ከዓኒ ከየ ሸገረ ሰብ መጽዩ ተዓዝያ ረቢ ይርሓም ረቢ ሰብሪ ንሃብኩም ተኢሉና እኩል እዩ እንሻኣላህ ኣማ ኣብ ገዛ መጺካ ነቲኦም ዝሞቱ ኮፍ ኢልካ ኣብኡ ክት ሻሂ ክትብል ቡን ክትብል እቲኦም ሙሲባ ወሪድዎ ደሎ ንዓካ ከብልዑካ ከስትዩካ ሓደ ለይሰ ሚነ ሱና እቲ ሱና እንታይ እዩ ንሕና ሰሪሕና እንታይ ክንህብ ምግቢ ክንወስደሎም ድስትተይ ክንወስደሎም እቲ ዘድልዮም ነገር ካብቲ ወሪድዎም ዘሎ መሳኢብ ከነቃልለሎም ኢምበረይ ከይድና መሊስና ሽግር ኣብ ርእሺ ሽግር ክንኮኖም ኣይኮነን ከይድና ደደኣተወ ሰብ ዱዓ ግበረሉ ላእ እቲ ሞይትዎ ዘሎ ሰብ ኣቅረበ ናስ ኢለይ እሱ ባዓሉ ዱዓ ይግበረሉ እሱ ባዓሉ ኩሉ ግዜ ይዘክሮ ኣብ ክልተ ሰለስተ መዓልቲ ዱዓተ ገይራ ትውዳእ ነገር ኣይኮነትን እቲኦም ኣቦታትና ኣዴታትና እቲኦም ደዕበዩና እቲኦም ጽቡቅ ዝገበሩልና ዝሞተና ቀረባ ናትና ብሰለስተ መዓልቲ ዱዓ በርባዕተ መዓልቲ ዱዓ ዝግበር ኣይኮነን ኩሉ ግዜ ብዝዘከርናዮ ዱዓ ክንገብረሉ ኣብቲ ዝበለጸ ወቅቲ ሱሉሰል ኣኺር ናይ ለይል ክኾን ከሎ ኣብ ሰለዋት ክኾን ከሎ ኣብ ክንሰግድ እንከለና ኣብቲ ሙሩእ ዝኾነ ወቅቲ ኢኽላስ ጌርና በይንና ኣብ ሞንጎናን ኣብ ሞንጎ ረቢ ስብሓን ወተዓላን ዱዓ ክንገብረሉ ይግባእ ነቲ ዝሞተና ሰብ ሳልሳይ መዓልቲ ኢልካ ሰደቃ ዝበሃል ሰደቃ እንተ ደሊና ነቲ ተሸጊሩ ዘሎ ነቲ ብ ዓድና ስጋ ካብ ደይርኢ ዓመታት ገይሩ ዘሎ ህዝቢ ንዕኦም ሰዲድካ ሰደቃ ክትህብ ዝበለጸ እዩ ኣማ ድሕሪ ሰለስተ መዓልቲ ሰደቃ ኢልካ ክትሓርድ ሃዛ ለይሰ ሚነ ሱና ለይሰ ሚነ ሱና እቲ ዝተዓደመ ከኣኒ ኣይኺድ እዚ ቢድዓ እዩ እዚ ቢድዓ እዩ ክንነግር ይግበኣና እዚ ጉዳይ እዚ ኣይፍቀድን እዩ ኣይመጽን እየ ኣይትሓዘለይ ያኒ ባእሲ ኣየድልይን ጸርጸር ኣየድልይን ሕማቅ ዘረባ ኣየድልይን ወላኪን ሓቅ ሓቁ ኣን ይቃል ሓቂ ኩሉ ግዜ ክንዛረብ ክንክእል ኣለና ንሕና እንተ ደይተዛረብና መን ይዛረብ ድሐር እቲኦም ዑለማእ ናትና ዝዛረቦ ዘለኩ ኩሉ ናይ ሸኽ ዓብደል ዓዚዝ ቢን ባዝ ራሒመሁላህ መብዛሕቱ ካብኡ ዝተወሰደ ዘረባ እዩ ስለዚ እሱ ከኣኒ ኣብ ሓዲስ ተሞርኪሶም ዘውጽዎ ፈትዋ እዩ ስለዚ እንሻላህ ብዛዕባ ተዓዝያ ንእሽተይ ክትንሱ ብዙሕ ነገር ቢድዓታት ዝኣከበ ነገር ኣብ ሕብረተሰብና ስለዝኾነ that's why ብዙሕ ነዊሕ ሒዘኩም ስለዚ እንሻኣላህ ኣብዚ ጉዳይ እዚ ሰብ ከይብለኒ እቲ ዝዓበየ ሽግር ሰብ ከይብለኒ እዋእ ሰደቓ እኮ ዘይገበረሉ እዋእ ከምዚ እኮ ዘይገበረሉ ኣይገድስካ ንረቢ ስብሓን ወተዓላ እንተ ሓጒስና ኣላህ ሱብሓነሁ ወተዓላ ነቲኦም ሰባት ከሐጉሰልና እዩ። ንሕና ግን ንሰብ ኣሐጒስና ንረቢ እንተድኣ ዘየርደና፣ ንረቢ ሱብሓነሁ ወተዓላ ዘየሐጐስና፣ ኣላህ ሱብሓነሁ ወተዓላ ብኣና ኣይሕጐስን እዩ። ነቲኦም ሰባት ከኣ እንታይ ይገብረና? ኣይሕጐሱን እዮም ብኣና። ደቂ ሰባት ሎሚ ይንእዱኻ ጽባሕ ይሓምዩኻ። ስለዚ ንሕና